በጃ ክሱ ገዲፍኪ ዘምጻኪ ግበሪ ዘርኣይ ሓውላሊ ዓይነይ ጠዋይ ብዘየገድስ ይርእየካ ኣሎ ንሱ ደኣ እሞ ስለ ዝረኣኽኒ እኳ ኢኺ ጸዊዕኺ ደው ኣቢልክኒ እንታይ ክደሊኽን ደለኺ እዎ ዘገድስ ምርኣይ ክብለካ ኢለ ሰሚዐኪ ኣለኹ ቅጽሊ ጽቡቕ ናብ መምጽኤ ዶ ክኣቱ ደንጒኺ ከማን መቸም ካብ ጎስጎስቲ ምዃነ ትፈልጥ ኢኻ ሓቀይ እፈልጥ ጽቡቕ ገይረ እፈልጥ ጽቡቕ
ስለዚ እንታይ ክብለካ ደለይ መሲልካ ደም የድሊ ስለ ዘሎ ደም ክተብ ኢኻ ሚሽ ዶ ደመይ ሂበ ኣነ ከ ብምንታይ ክንቀሳቀስ ደሊኽኒ ኣታ ተኾንካ እታ ብዛዕባ ደም ኣፍልጦ የብለይ ዘይትብል ዋ እንታይ ኩሉ ሕንኩ ካቢሎም ደም ክወስዱልካ ግደፍና እንዶ ኩሉ ድዩ ፍርቁ ድዩ ገለ ድዩ ደም ዝበሃል ኣነ ክህብ ኣይክእልኒ ካብ ኩሉ ርእሰይ ጭርውርው እዩ ዝብለኒ ለምለም ሰብ ካልእ ድለይ በጃኺ ኢለኪ ደሓን ንስኻ ትኸይድ ዶ ክትብ ዘይትኽእል ተኾንካ ባዕሎም ክነግሩኻ እዮም ኣትግደፍና እንዶ ተኸይደ እዮም ዳኣ ታይ ኢሎም እዮም ገድፉኒ መፂኻ ኣለይ ዶ እንዳበሉ እምበር ሓሊቦም ኩሉ ደመይ ክመፃፅእዎ ዘርኣይ ቅድሚ ሕጂ ለጊስካ ኣይትፈልጥን ዲኻ ለጊሰ ኣይፈልጥን እየ ክልግስካ ኣይደልይን እየ በጃኺ ተኽኢልና ደደምና ንዓቅብ ደደምና እንድሕር ዓቂብና እኮ ናይ ካልእ ሰብ ደም ኣየድልይን እዩ ከም ዝርእየካ ዘለኹ ብዙሕ ብዛዕባ ደም ኣፍልጦ የብልካን ሕዞ ንበል ቀዳማይ ደም ብምልጋስካ መንፈሳውን ሕልናውን ዕግበት ትረክብ ካልኣይ ከዓ ኣብ ደም ብምልጋስ ብትገብሮ መርመራታት ኩነታት ጥዕናኻ ትፈልጥ፣ ንኣብነት ከም ጸቕጢ ደም፣ ብዝሒ ሂሞግሎቢን፣ ካልእ ሕማማት ኣለካ እንድዩ የብልካን ከኣ ተረጋግጽ። ንሱ እሞ ሕማም ዝበሃል የብለይን፣ ከይሃብኩ ፍሉጥ እዩ። ደሓን እየ፣ ምንጽ-ጸረውረው ምባል ገዲፍካስ ወላ ሓደ ሕማም ዝበሃል የብለይን። ኣይወዳእን ዘርኣይ፣
ደም ብምልጋስ ሰብነትና ሓድሽ ዋህዮታት ደም ንኽሰርሑ የተባብዕ። ካልእ ብዝተገብረ መጽናዕቲ ኣብ መንጎ ደም ዝልግሱን ዘይልግሱን ሰማንያን ሸሞንተን ሚእታን እቶም ደም ዝልግሱ ካብ ሕማም ልቢ ነፃ ኮይኖም ተረኺቦም ጥዕና ጸላም ከብድን ቆስጠ ድማ ይሕሉ በጃ ክስኪ ዘይከውን ሃለሉ ኣይትበሊ ከመይ ዲኺ ትሓስብኒ ንዓይ ኣብ ክፍሊ ኣካለናስ ቆስጠ ዝበሃል ኣሎ ልክዒ ቆስጣ ንበልዕ ኢና ደቂ ሰባት ቆስጠ ዝበሃል ኣብ ውሽጢ ኣካልና ኣየ ዘርኣይ ከተወራዘስ ከይትፈትን ብጀካ ግዳማዊ ክፍሊ ኣካላትካ ውሽጣዊ ክፍሊ ኣካልካ ዋላ ሓንቲ ትፈልጥ ኢኻ ቆስጠ ምስ ጸላም ከብዲ ለጊባ ትርከብ ቀረጺት ናይ ሓሞታ ይኹነልኪ ሓራይ ይኹነልኪ እስኪ ይኹነልኪ ይኮነን ሓቂ እየ ድዛረብ ዘለኹ ካልእ ደም ብምልጋስ ሓፂን ኣብ ሰብነትና ከም ዘይክዘን ይገብር ሕጂ ከዓ ሓፂን ኣምፂኺ ሓፂን ኣብ ክሽነ ኣብ ገዛና ደይብልናስ ሓፂን ኣብ ነብስናስ እንታይ ክገብር እዩ ክመፅእ ቀፅል ሕራይ ኪዲ ኪዲ ቀጽሊ ክሰምዓኪ ኣለኹ። ኣታ ዘርኣይ ሓጺን ማለት ኣይረን ማለት እዩ። ደም ብምሃብ ብዙሕ ጥቕምታት ኣለዎ። ካብ ሕማም መንሽሮ ደም እውን ይከላኸል እዩ። ከምኡውን ካብ ሕርሰት ደም ኣብ ሰብነትና ዘሎ ካሎሪ ከም ዝሓቅቕ ይገብር። ምክንያቱ ተተኣኪቡ ናብ ስርሒ እዩ ዝኸይድ። እንተሓቂቑ ግን ከም ሓይሊ እዩ ዝኸውን። ትሕዞን ደለኻ? ኣጸቢቐ እምበር። ካልእ እውን ካብ ምኽሳዕ ይከላኸል። ሚዛን ሰብነት እውን የጉድል። ስለዚ ደም ምሃብ ብዙሕ ጥቕምታት ኣለዎ ክብለካ ኢለ ከይገርመካ ኣብዚ ዓዲ ኢና ህይወት ንምድሓን ደም ንለግስ ገለ ንብል እምበር ኣብ ካልእ እኮ ባዕሎም ጥዕናኦም ንክሕልው ኢሎም እዮም ደም ዝልግሱ ብሓደ ዘለና ስለዚ ደም ክትልግስ ኢኻ ማለት እዩ ዋ መን ኢሉ ዋ እሞ እዚ ኩሉ ክዛረበ ዝውዓሉ ክስክርዳእካ ይውዓለን ማለት እዩ ናተይ ግን ይትረፎም ንምንታይ ከተርፎም ምክንያቱ ኣነ ከም ዝሰቲ ትፈልጥ እያ እሞኸ ስለዚ እቲ ናተይ ዝሃብዎ ሰብ ባረባር ክኾልል እንድሕር ውዒሉስ መን ሕተተሉ? ከምዚ ትብሎ ዘለኻ ጠቕላላ ዘራኽብ የብሉን። እንታይ ኮይኑ ዘራኽብ ዘይብሉ? ባዕለይ ከ ስምዕኒ ሓደ ሓውና ነይሩ ዝሓለፈ ተጸሊእዎሲ ኣብ ሕክምና ነይሩ ብድሕሪኡ ደም ኣድልየሉ ተባሂሉ ደም ሂቦሞ ኣይትኣምንን ኢኺ እንዳ ባር እንዳ መስተ ገለ መለስ ጠቕላላ እኳ ኢደ ይኸይድ ነይሩ ደም ምስ ሃብዎሲ ካብቲ ሕክምና ምስ ወፀስ ምውዓልን ምሕዳሩስ ኣብ ባራት ናይት ክለብ ዘይነበሮ ካበይ ዝመፀ ጠባይ እዚ እንታይ ኮይኑ ኢልካ ተሓተትካሲ ኣይትኣምንን ናይ ሓደ ሰኽራም ደም እኳ እዮም ሂቦሞ ሕጂ ከምዚታትሲ ኣሎ የለን ኣይትበሊ ኦ ሃይለ መፂኡ ርኤኺ ኣለኺ እዚ ሕጂ

ማራ ኬፍ ኣለካ ብፍላይ ዓሻ ኮንካ ክትሰርሕ ኮለካ ብጣዕሚ ኢካ ትስሕበኒ ምስ ግጅፊ ነብስካ ከኣ ግዲ ኮይኑ ሓደ ሰብ እንዲስ ኣብቲ ኮመንት ርእዮሲ ኣቋርጾ ፎርማ የብልካን ተዋስኦ ኢሉኒ እሞ እንታይ ከተቋርጾ ደሊኻ ዘይኮነስ ከተማኽረኒ እምበር ንዓባ እዚ ቋርጾ ዝብለካ ዘሎስ እንታይ ገባራ እዩ ደራሳይ ድዩ ኤዲተር ድዩ ዳይረክተር ድዩ ካሜራማን ድዩ እንታይ እዩ እንታይ ገባሪ እዩ እስኪ እንድዒ እንታይ ምዃኑ እሞ እንታይ ፈሊጠ ኣነ ኮመንት ጥራይ ኣንቢበ እሞ ክልተ ዓይነት ኮመንት እኳ እዩ ዘሎ እቲ ሓደ ናይ ብሓቂ ንጌጋታትካ ሪኡ ዝእርመካ ማለት እዩ ወይ እዚኣስ ከምዚኣ ተትገብራ ይመሓሸት እንዶ ከምዚ ክኸውን ክኽእል ኣለዎ ኢሉ ኣለካ ምሽ ንምዕባሌኻን ምዕባለ ስነ ጥበብ ዝሓስብን ኣሎ ቁኑዕ ሰብ ማለት እዩ ገለ ከዓ ኣሎ ኣፈይ ገፊሒለይ ኢሉ ቅንጣብ ኣፍልጦ ዘይብሉ ነንዝተሰርሐ ስራሕ ክፃረፍ ዝውዕል ስለዚ ከምኡ ክኸውን ስለ ዝኽእል ኣይትገደሰሎም ጥራይ ዝብለካ ነዞም ከምዚኦም ደኣ እሞ ሓደ ከዓ ካብኡ ድገደደ ሕማቕ ፀርፊ ፀሪፍኒ ኣታ እንታይ ደይ ድብለካ ዘለኹ ሕማቅ ቃል እኮ እሞ ካብ ሕማቅ ሰብ እዩ ድወፅእ ሕማቅ ካሕመቀካ ከዓ ፅቡቅ ኣይኮነን እንታይ ኮንካ እታ እባ ብኻ ኣነስ ተዋሳእ ኣይኮይነ ናይ ብልቤ ከምዚኦም ዓይነት ሰባት ፍፁም ፍፁም ኣይምሰማዕኽዎምን እየ ዝብለካ ዝገርመካ እኮ እዩ ምዃንኩ ሓቅኻ እኮ እያ እንታይ ደ ክብለካ ደልየ ብምፅራፍ ዝመፅእ ምዕባለ የለን ምዕባለ ዝደሊ ሰብ ከዓ ኣይፃረፍን እዩ ንለምለም ዶ ኣቢልናያ? ብዛዕባ እዚ ካልእ መዓልቲ ጥዑይ ገይረ ከረድኣካ እየ። እንታይ ኢኻ ደልያ ትማል? ንዓኻ ዝሓይሽ ዝኸወና ኣድሓ ካብ ኣፋ ትሰምዖ እውን
እው ሃይለ ሓወይ ምዝራይ እኮ ከምዛራ ፀኒሕና እንዲና እዞም ብሎክናናስ ደም ክንልግስ ንሓስብ ኣለና ይቕሬታ ይሓስብ ኣለኹ በሊ ኩልና ማለት ድዩ ንዓይ ኣውፂኹምሲ ኩልኹም ማለት እዩ ካብኡ ከዓ ሃይለ ሓወይ ደም ምሃብ ብዙሕ ጥቕምታት እዩ ዘለዎ ካብ ምኽሳዕ የድሕን ሚዛን ሰብነት የጉድል ሓቀይነቲ ፅቡቕ ዶ ኣለኹ ርኢኻ ብዙሕ ጥቕሚ እዩ ዘለዎ። ዋእ እዚ እሞ ኸኣ ብወገነይ ጸገም ዘለዎ ኣይኮነን። ኣብ ትሕቲ ፈጣሪ ህይወት ሰብ ምድሓን ማለት እኮ እዩ። እ፣ ለምለም ቅድሚ ሕጂ ረኺባትካ ነይራ ድያ ከመይ ደኣ ፈሊጥካዮ ደኣ እዚ ኣታ እታ ኾንካ እታ እዚ ደኣ ኩሉ ሰብ ዝፈልጦ ብዝኾነ ኣብ ዝጸዋዕኩምኒ ኣብ ዝኾነ ሰዓት ድሉው እየ ኣነ ጽቡቕ ከምቲ እትገብርና እዮም ከመይ ግዜ ዘይምብላዕ ምሃብኩም ዘይተፈኩም ሕጂ ደይ ትኸዱ ዘርኣይ እዚ ንዓና ዝምልከት እዩ መልሓስካ ኣክለልና እስኻ ኣፈይ ኣይኮነን ኩሉ ነብሰይ ክእክበልኩም እኽእል እየ በዚ ዝመጻኽዎ ዊን ክኸይድ እኽእል እየ ድሓን ሃቡ ኢኹም ሃቡ ሓቂ ዘረባ ደማ ሃብ ከተፍርሓኒ መዓት እያ ካብኡ ከዓ ምስ ዒለ ከዓ ባእሲ ኢና ኣዘንጊዑ ተፈጊእንሲ ካበየ ደም ከምፅእ ሽዑ ደም ሃብ ኢሎም ክቐትሉኒ ደም ስሒብኒ እየ መርሓባ ኣደይ ሰንበቱ ደሓን ዶ ውዒልክን? ሰላም እዩ።
ሃይለ ከኣ ረኺበዮ ጸኒሐ። እውይ እዚ ኩሉ ነብሲ ገለ ሒዙስ ከምዞም ተስፋ ቆረጽ እባ እዩ። ትደግማ ዲኻ እዛ ቃል ኣብ ኣፉ? ዋላስ ጽሒፈ ዘይህበክን? ወይ ጉድ ዝሓሰበልካ ኣለካ ድዩ ካብ ምንታይ ተበጊስካ ኢካ ከምኡ ትብል ዘለካ። ሓደ እንድዩ ተኮሲእካ ኣይትክእልን ኢካ ኣቋርጾ ኢልዎስ ከቋርጾ ኢሉ ሓቲትኒ። ንዘይሕተት ኢካ ዝሓትት ንስካ ድኣ ኣቋርጾ ኢልካዮ ትከውን። ኣነ ድኣ ኣተባቢዐዮ እምበር ቀጽል ኢለዮ። ገሪምኒ እኳ ከም ሃይለ ንፉዕ ተዋስኣይ ዘየሎሲ ቀኒኡሉ እዩ እኮ እዚ ከመይ ስማዕ እስኪ ንባዕሉ ተፈሊጡ እኮ ንዓይ እውን ይፍሊጥኒ ኣብ ዝኾነ እንዳ ውራይ እንተኸይደ እኮ ኣዲኡ ንሃይለ እንዳበላ እየን ሰላም ዝብላኒ እንታይ ደኣ ክብልኽን ሓትንኡ እዚ ዝበልካዮ ሰብ ኣብ ኣፉ ድዩ ከምኡ ኢልዎ No ኣብ ኮመንት እምበር ዝኾነ ስራሕ እንድሕር ሰሪሕኻ ይርእይዎ ዶ ምስ ረኣይዎ ጽብቕቲ ኔራ ሕማቕ ኔራ ወይ ስምዒታቶም እዮም ዝገልጹ ርእይቶ ማልት ርእይቶ። ኣቋርጾ ጠቅላላ ርእይቶ ክትከውን ዘይትኽእል ርእይቶ ማልት እኮ ሓሳብካ ምክፋል ዘይኮነን ማልት እዩ ከምዚ እንተንገብር ከምዚ እንተዝሓይሽ ኢልና ንዛረቦ ማልት እኮ እዩ። እዚሲ ቀኒኡሉ እዩ ቀኒኡሉ እንታይ ግድኻ ቀኒኡሉ እዩ። እወ ኣነ እኮ እዚ ከምዚታት ኣይትገደሰሉ እየ ኢለዮ ስራሕኻ ጥራይ ግበር ከምዚ ኣለኹም ምሽ ንተዋሳእቲ ጥራይ ዘይኮኑ ዋላ ንደረፍቲ ዝጻረፉ ኣለዉ ሓንቲ ደርፊ ከኣ ክደርፉ ዘይክእሉ ስለዚ ነዚኦም ኣይትገደሰሉ ትዓብየሉ መንገዲ ጥራይ ሕሰብ ኢለዮ። እሞ እታ ኮመንቶ ዝበልካያስ ናይ መጻረፊኣ ማለት እዩ? ኖ ኖ ጸዓዱ ደኣ መመዓዓዲ ኢሎም እዮም ገይሮሞ። እዚ ክብለክን ከለኹ እኮ ኩሉ ሰብ ይጻረፍ ማለት ኣይኮነን። ክንደይ ኣለዉ ወራዙት፣ ክንደይ ኣለዉ ለባማት ዋላ ሕማቕ ኮለኻ ኣጆኻ ንፋዕ በርትዕ ኢሎም የንኩሱኻ እሞ ትነፍዕ እስኻ ከኣ። ስለዚ ኩሉ ሰብ እጻረፍ ጥራይ ማለት ኣይኮነን። እሞ ንሃይለ የሐይልዎ በሎ ማሌት ሓያል እንድዩ ንሓያል ሓይል ምባል ከኣ ኣይጽላእን እዩ። ሕራይ ደሓን ክብለልክን እየ በላ። ሕራይ በል።

ኣብቲ ሩምካ ንናዳ ክንድልየካ ጸኒሕና። ኣብ ሩመይ ደኣ ከመይ ጌርኩም ትረኽቡኒ ብዝንዮ ደለኹ። ስእንንዎ ሓቅኹም። እንታይ ደኣ በሃል ወደይ እዚ። እንታይ እሞ ክንብል ኢና ሩም ቆልዓ መጽዩ ክርትም ኣቢልኒ።
እታ መኪና እንዳ ኣቤ ብርሃን ድያ ሓቀይ? እወ ኣይቲ ሳሚ ዝበሃል ቆልዓ እንድዩ ሒዝዋ ኔሩ ስሚ በሊዑ ጋሕ በል።
ክገርመካ እዚ ሰሚ ዝበሃል ክጎይ መዓት እዩ በቀደማይ ድሰሓተ ነዲ ለምለም ገዳፎ እንዶ እጎይ ተኮይኑ ወሪዱ ብእግሩ ዘየርእየና ሓሳዊ እዚ ኮታ መኪና እያ ትጎዮ ደላ ሓንቱም ሰባት ካበይ ናበይ መፂ እኳ እዩ ኣርኪብኒ ጎየ ተዘይለዓልሲ ኣይምገደፈለይን መቐተለኒ
ብዝኾነ እንኳዕ ኣምላኽ ኣውፀካ ድሓን ሕጂ ዳ እንታይ ገይሮምልካ ኣለዉ እሞ እቲ ዝግበር ደኣ ኩሉ ገይሮምለይ የማነይቲ እግረይን የማነይቲ ኢደይን ድገደፈለየን የብሉ ኣብ ትሕቲ ኣምላኽ ከኣ ከመስግነኩም ደም ወዲኤ ነይረ እየ። ሳላ ወለንታውያን ለገስቲ ደም ድሉው ደም ጸኒሑ ርኤኻ እ ኣብ ትሕቲ ፈጣርስ ኣዝየ እየ ደመስግነኩም ሳላኹም ድሒነ። ከምኡ ስለ ዝኾነ ኢና ብዝትካእ ደም ንዘይትካእ ህይወት ነድሕን ንብል ዘለና። ኣማን ብኣማን ኣነ እውን ኣብ ነብሰይ ርኤዮ ድሕሪ ደጊም ኣነ ዊን ሂወት ሰብ ንምድሓን ኣብ ጎንኹም ኣለኹ። እዚ ተገይርካ ድኣ እሞ ብጣዕሚ ጽቡቕ ምኽንያቱ ኣብ ሂወትካ ርኢኻዮ ኢኻ።